ሰማያዊ ኣቦና ክበር ተመስገን ብምሉእ ልብና ነመስግነካ ኣሎና ጥፍኣትና ርኢኻ ክንዲ ትፈርደናስ ከተፍቅረና ስለ ዝፈቶኻ ንወድኻ የሱስ ክርስቶስ ድማ ብምሉእ ልብና ነመስግኖ ህይወቱ በጃና ስለ ዝቐበጻ በጃና ስለ ዘሕለፋ ብዓይኒ ዘይተራእየ ኣብ ሓሳባት ሰብ ኣትዩ ዘይፈልጥ እዝኒ ሰብ ዘይሰምዖ ዘይንገር ክብሪ ገዲፉ ናብዛ ሓስርቲ ዓለም እዚኣ መጸ መከራና ጸገበ ደቂ ኣዳም ከኣ ኣይተቐበልናዮ ግን ንኹሉ ስዒሩ ምድሓንና ከኣ ብምሉኡ ኣዳልዩ ተዓዊቱ ኣብዚ የማን ኣብ ተቐመጠ እሞ ቅዱስ ኣቦ ክብለ ኣልበል ጅራ ምስ ኩልና ኩን ምሕረትካ ካብ ኤርትራ ኣይፈለ ንዓ ደኣ ርድኣና ንኹሉ ምኽሪ ድያብሎስ ከንቱ ግበሮ እሞ ንወድኻ የሱስ ክርስቶስ ኣብ ማእከልና ኣኽብሮ ብስም ጎይታና የሱስ ኣሜን። ናይ ሎሚ መልእኽትና ኣርእስቱ እዚ እዩ። ኣብቲ የሱስ ዝበሃል ጸቕጠት የልቦን። ጸቕጠት ማለት ምድቋስ፣ ነቲ ሰብ ሓፍ ከይብል ወይ ርእሱ ከየልዕል ሕምሽሽ ምባሉ፣ ደቂስካ ድማ ብዘይተኣደነ ኣምሎ ምልኪ ኣብ ልዕሊኡ ጌርካ ክሳዕ ባርያኻ ከይኮነ ዝኸውን ትገብሮ። ቃል ኣምላኽ ግና ካብ መጀመርታ ሰብ ናጻ ክኸውን እምበር ክድቆስ ባርያ ሕሰም ክኸውን ኣይፈጠሮን። ብኽብሪ ክነብር ንዘለኣለመ ኣለም እንተኾነ ግን ሰብ ናጻ ባህሪ ገይሩኳ ኣምላኽ ፈጢርዎ እንተኾነ ክንዲ ነቲ ጽቡቕ ፈሊጥዎ ዘሎ ብኡ ዝኸይድ ናጻ ባህሪ ስለዝኾነ ብፍታው ብፍቓድ ለወጦ። ፈትዩ ረድዩ ሞራላዊ ጌጋ ምስ ገበረ ሓጢኣት ምስ ፈጸመ ድማ እቲ ዝነበሮ ጽብቅን ቅድስናን ዘገርም ዝኾነ ጥበብን ፍልጠትን ዝነበሮ ነጸብራቕ ጽድቅን ቅድስናን ተደምሰሰ፣ ብሓጢኣት ከኣ ተተከኤ። ሓጢኣት ማለት ካብ መገዲ ኣምላኽሲ መገዲ ገዛእ ርእስኻ ምውሳድ። ከምኡ ስለ ዝኾነ ከኣ እዩ እዚ ኩሉ ሓጢኣት ዝወረደ። ጎይታና የሱስ ግና ጎይታ ናጽነት እዩ። ባዕሉ እውን ኢሉ ነታ ሓቂ ክትፈልጡዋ ኩኑ እታ ሓቂ ድማ ሓራ ክተውጽኣኩም እያ። ክልቲኡ ወገን እዩ ጎይታና የሱስ። ክልቲኡ ወገን ክብል ከለኹ ከምዚ ማለተይ እዩ። መለኮታዊ ሓቂ ቀዳማይ ካልኣይ ከኣ ጽሑፍ ሓቂ። እወ ንሱ እዩ ሓቂ። ንእኡ እንድሕሪ ፈሊጥናዮ ካብ ኩሉ ጽቕጠት ሓጢኣትን ጸቕጠት ሕሱማት ሰባትን ሓራ ኣውጺኡ፣ ምስ ናጻ ዝኾነ ሓራ ዝወጸ፣ ብኽቡር ደሙ እተሓጽበ፣ ዘይካሰስ ዘይኩንን ሕልና ክንነብር፣ ብጽድቂ ብቕድስና ኣብ ምልኣት መንፈስ ቅዱስ ክንመላለስ፣ ብፍቓዱ ብመስዋእቱ ዝከኣል ገይሩልና ኣሎ። እባ ነስተውዕል! ኣብቲ የሱስ ዚብሃል ጸቕጠት የልቦን። ጽሑፍና መዝሙር ዳዊት መዝሙር ሰላሳን ኣርባዕተን ፍቕዲ ዓሰርተው ሸውዓተ ከምዚ ትብል፣ ጻድቃን የእውዩ፣ እግዚኣብሄር ድማ ይሰምዖም፣ ካብ ኵሉ መከራኦም እውን የናግፎም። ሓደ ካብቲ ሕሱም ዝጓነፈና ጸቕጠት መከራ እዩ። መከራ ክበሃል ከሎ ከኣ ብዙሕ ነገር ዝሓዘለ እዩ። በብዓይነቱ ሽጋራት፣ ጻዕርታት፣ ፈተናታት። መከራ ብብዙሕ ዓይነት ክመጽእ ይኽእል። ብሰኣን መጽእ፣ ብሕሱማት ገዛእቲ መጽእ፣ ብድያብሎስ መጽእ፣ በጋንንቱ መጽእ፣ ብረሲኣን ከኣ መጽእ። ግና ረኣዩ፣ እዚ ኸምዚ ዝኣመሰለ ጸቕጠታት ከጥቀ ምስ መጸ፣ እንታይ ይገብሩ ጻድቃን፣ እቶም ቁኑዓት ማለት እዩ እዚ፣ እቶም ልቦም እተዓረየ፣ ልቦም ትኽ ዝበለ ብጸጋ ኣምላኽ፣ ናብ መን ይጠልዑ? ናብ ኣምላኽ። እንታይ ከይገብር ንሱ ይሰምዖም ሰሚዑ ጥራይ ዶ ስቅ ክብል ኣይፋሉን እዛ ጥቅሲ ረኣይዋ ኣስተውዕሉላ ካብ ኩሉ መከራኦም ውን የናግፎም ሓራ የውጽኦም ይከላኸለሎም ከምቲ ሙሴ ዝበሎም ንደቂ እስራኤል እቲ ውግእ ናይ እግዚኣብሔር ኣምላኽኩም እዩ ዓወት ድማ ናትኩም ብክርስቶስ የሱስ ብልቢ ብርእሲ ዘይኮነስ ብልቢ እንኣምን ዘበልና ለውጥን ምቅይያርን ናይ ጠባይን ባህርን ዝሓድረና ሰባት ጸግኡ ዝለበስና ክርስቶስ የሱስ ኣብ ልብና ዝፋን ዝገበረ እዚኦም ኣብ ዓለም ጽቕጠት ይመጸና እዩ። መከራና ከኣ የብልዑናዮ ጸቕጠት መስጎግቲ ኣለዉ ጸቕጠት ስለ እምነት ጎይታና የሱስ ዝርሸኑ ኣለዉ ጸቕጠት መውቃዕቲ እዚ ዘይበሃል መዛብጣ ረሲኣን ድማ ነቶም ኣምቲ መከራ ክውርድሎም ከለዉ ብመውቃዕቲ ኣብ ኢዶም ዝዓረፉ ኣለዉ ደም ናቶም ከኣ ኣብዛ ርእሶም ኣላ ጽባሕ ነቲ የሎን ዝብልዎ ዘለዉ ክርስቶስ የሱስ ኣብ መዓልቲ ፍርዲ ክርእይዎ እዮም እሞ እንታይ ከም ዝምልሹ ክንርኢ ኢና ሽዑ ንጐይታና የሱስ ከም መድሓኒኦም ምቕባል ዝግዳ ኣይምበለጾምን እወ መከራ መልክዑ ብዙሕ እዩ ሽግሩን ፈተናኡን በብዓይነቱ ክንርኢ ኢና ካብዚ ቃል ኣምላኽ እናንበብና ክንከይድ ኮላና እምበኣር ነስተውዕል ኣብዚ እውን ካልእ ጽሑፍ ኣሎ ዝጠቕመና መዝሙር ዳዊት ሰላሳ ፈቐዶ ሓሙሽተ እንተ ርኤና ከምዚ ንረክብ ኩራኡ ንቕፅበት ዓይኒ እዩ ንሓፃሪ ኣምላኽ ዝኹሪ ብሓጢኣትና መሰልካ ኣለዎ ክኹሪ ሰምታይ ክፉእ ፈዲናዮ ብዘይ ምኽንያት ጠሊምና ብዘይ ምኽንያት ኪዳን ኣፍሪስና። ጎይታና የሱስ ከኣ ኢሉ ኣነ እንተ ዘይመጽእሲ በደል ኣይምኾኖምን ነይሩ። ሕጂ ግና መጺኤ ንዓይን ነቦን ርእዮምናስ ብዘይ ምኽንያት ጸልኡና። ወሲኹ እቲ ንዓይ ዝረኣየ ነቦይ ረኣየ በዚ ምኽንያት እዚ እዩ ከምዚ ነገርኩም ዝብል ዘሎ። እንተኾነ ግን ብቕጽበት ብሓጢኣት ናተኡ ጎዲኡ ጸኒሑስ ገጹ ይመልስ ረኣዩ ጸጋኡ ግና ንምሉእ ዕድመ ይጸንሕ ኣስተውዕል ብዘየገድስ ዓመታትካ ክንደይ ምዃኑ ዓመታት ክንደይ ምዃኑ ረሲዕኩሞ ዲኹም ዓመታት ጸጋ ምዃኑ ንብጻይና ክልተ መዓልቲ ክንዕገሶ ኣይንኽእልን ኢና ንሕና ግና ሰላሳ ዓመት ኾይኑ ዕድሜኻ ሰላሳ ዓመት ጸጋ ከም ዝሃበካ ኣይትረስዕ ወዲ ሰማንያ ወድ ተስዓ ጓል ሰብዓ ኣምሽተን ኮሚታት ተኾንኩምካ ናይ ሰብዓ ዓመት ናይ ሰማንያ ዓመት ናይ ተስዓ ዓመት ጸጋ ከም ዝገበረልኩም ክዝክሩ ይግባእ ጸጋ ማለት ርሂጽና ሰሪሕና ዘይንረኽቦ ሞጎስ ህያብ እግዚኣብሔር ብኸምኡ ማዕርግ ልቅነት ኣይርከብ ብገንዘብ ኣይዕደል ክርስቶስ የሱስ ናብ ዓለም ክግለጽ ከሎ ንምድሓና ንሱ ጸጋ ኣምላኽ እዩ እዚ ኩሉ መከራና ዝጸገቦ ድማ ንምድሓንና እዩ ጸጋ ኣምላኽ ከኣ እዩ ብኡ እዩ ብእምነት ብጸጋ የሱስ ክርስቶስ እምበር ብግብሪ ኣይድሓንኩምን ኢሉ ዝዛረበና እቲ ጽሑፍ እምበኣርሲ ይብል ምሸት ብርያት ይሓድር ኣብ እዋናት ለይቲ ክንድቅስ ዘይንኽእል ብንብዓት ለይቲ መብዛሕቱ ለይቲ ንሓልፎ ኣውያትና ሰሚዑ ምስ መለሸልና ከዓ ንግሆ ወጋፅባ መዝሙር ይህበና መዝሙር ስም እግዚኣብሔር ኣምላኽና ይባረኽ። ቃላጋነን ኣይኮነን ንግሆ ግና እዩ እልልታ ይመጽእ እዩ እሞ እቶም ቅዱሳን እውን ንእግዚኣብሄር ይዝምርሉ ንቅዱስ ስሙ ከዓ የኽብሮን የመስግኖን መን እሞ ክመስሎ መን ይኸሄ ክወዳደሮ እቲ ዘገርምን ዘደንቕን ዝኾነ ጎይታስ ከመይ ጌርና ውሬታ ክንመልሰሉ ንኽእል? በዚ ኸምዚ ኣምላኽ ካብ ኵሉ ዝበጽሓና ጸቕጠት መድቈስቲ ድቑስ እንታይ ዝንገሩ ስድራና ቡን ክወቕጡ ከለዉ ይድግድጉዋ እንድዮም ነዛ ቡን ክሳዕ ሓርጭ ትኸውን ሓጢኣት ከምኡ እያ ትገብር ደጉዲጓ ወዲኣትና ሕሱማት ሰባት ከኣ ጸቒጦምዎ ድዮም ንብጻዮም ወዲ ኣዳም ባርያኦም ገይሮምዎ። ኣብ ጎይታና የሱስ ክርስቶስ ግና ሓርነትን ሓጎስን ደስታን እምበር ጸቕጥት ዝበሃል ነገር የልቦን። እሞ ነስተውዕል። እዚ ኣሎኻ

ኣሕሊፎም ይወሃሃቡ እዮም። ኣብዚ ግን እንታይ ይብል ኣሎ ፍሪ ፀቕጠት ክገብረልካ ይትግደፍ ይብል ምክንያቱ ኣነ ምሳኻ ኣለኹ ምሳኺ ኣለኹ ኣነ ኣምላኽካ እየ እሞ ኣይትሸበር ኣይትዕገርግር ኣይትናወፅ ህድኣት ነፍስኻን ነፍስህን መንፈስኩምን ህድኣት ሕልናኹምን ሰላም ኣእምሮኹምን ልብኹምን ኣነ እየ። ስም ጐይታና የሱስ ክርስቶስ ይባረኽ። ዝኾነ ይኹን ናይ ዓለም ጽቕጠት ምጥቋስ ዝበጽሓና ዘበለ ብስም የሱስ ክርስቶስ ብትን ነብሎ። ፈተና ኣየቋርጽን እዩ። ምክንያቱ ኣብ ዓለም ፈተና ኢና ንነብር ዘሎና ግን ንዘለኣለም እንዓርፈላ ግዜ ከዓ ኣብ ትሕቲ ጎይታና የሱስ ክርስቶስ ኣብ ኣፍደገ ኣላ። ወለብኹም ወይ ልብኻ ኣይሸበር። ከበርትዓካ ኪረድኣካ ብየማነይቲ ኢድ ጽድቀይ እውን ከናግፈካ እየ። ብየማነይቲ እወ ብየማነይቲ ዓባይ ቅልጽሙ ንእስራኤል ካብ ባርነት ግብጺ ሓራ ዘውጽኦም እዚ'ኳ ምእዛዝ ኣብዩም እምበር ክእዘዝዎ ከለዉ ድኣ መን ደደፊርዎም እዩ? መን ከ ክኢልዎም? ታሪኽ ዝምስክሮ ነገር እንድዩ። ትፈልጡ ዲኹም እስራኤል ምስ ኣምላኾም ክመላለሱ ከለዉ ባቢሎን ከም ዘይሰዓረቶም? ሓደ ግዜ ፈቲኖም ባቢሎን ከለዳውያን ንእስራኤል ክገጥሙ ቀራዲዳ ወዲኣቶም መኣዝ ድያ ምስ ሰዓረዋ ምስ ዓለወት ከረውረው ምስ በለት ንኣምላኽ ናትካ ረድኤት ይትረፈና ምስ በለት ሽዑ ተረግጸት ሽዑ ተደቑሰት ጸላእቶም ቀጥቂጦም ጎዲኦም ወቓቒጦም ከም ቡን ኣዋረድዎም ግን እቲ ኪዳን ምስ ኣቦታቶም ዝኣተዎ ኣምላኽ እሙንን ሓቀኛን ስለ ዝኾነ እናተዓገሰ በብእዋኑ ዘድሕንዎምን ዝረድእዎምን ባሮቱ ለኣኸሎም። ንሕና ኸኣ ዘፍርሃና እመጽእ እሞ እቲ ባና ዝነብር ክርስቶስ የሱስ ንፍርህና ድቑስ ንኽጎድኡና ዝመጹ ድማ የባርረልና። ስምዑ፣ እንመውት እኮ ኣምላኽ ምንጋፍና ሓይሊ ስለ እተወደኦ፣ ስንቁ ስለ እተጨረሾ ኣይኮነን። እንመውት ካብ ብህይወትናስ ብሞትና ዝያዳ ንስሙ ክብሪ ከም ዝመጽእ፣ ጀጋኑ ምዃንና ንስሙ ኺምስክረልና፣ ኣብ ህይወትን ኣብ ሞትን ንኣና ክርስቶስ የሱስ እቲ ዝበለጸ ትርጉም ናይ ህይወትናን ምልኣት ህይወትናን ዕረፍትናን ቅሳነትናን ዕጋበትናን ምዃኑ ምእንቲ ኸነመስክር በዚ ኸምዚ ኸኣ ንእኡ ኸነኽብሮ እወ ኣብዛ ዓለም እዚኣ ደኣ እንታይ ዘይርከብ እንታይ ከ ዘይመጽእ መራ ኣስተውዕሉ ዝብሎ ዘሎ ቃል ድማ ናተይ ኢልኩም ውሰድዎ እንደገና ትንቢት ኢሳያስ ኣርብዓ ፍቕዲ ሰላሳ ኣጉባዝ ይደኽሙን ይሕለሉን፣ ኣባፅሕ ድማ ሰንከልከል ኢሎም ይወድቁ፣ ዓንደልደል ይብሉ፣ የማን ፀጋም ደርገፍገፍ ይብሉ ይወድቁ ከዓ ሕጂ ረኣዩ እቶም ንእግዚኣብሔር ዝፅበይዎ ግና ሓይሎም ይሕደስ ከም ንስሪ በኽናፍ ይድይቡ፣ ይጎዩ እሞ ኣይሕለሉን፣ ይኸዱ እሞ ኣይደኽሙን። እዚ እዩ ዝገብረልና ኣምላኽና። ዓለም ዘይትፈልጦ፣ ጸላእቱ እውን ጸላእትና ዘይፈልጥዎ መዓልታዊ ምሕዳስ ካብ ኣምላኽና ከም ዝረክብ ግምት እውን የብሎምን እዩ። ወግዔ ጸብዔ ንመንፈስና ይሕድሶ፣ ንሓይልና ይሕድሶ። ብደሙ ሓራውጺንና እንጂ ሓጺቡና፣ ልባትና ከኣ ማሕደሩን መቕደሱን እንዲ ገይርዎ፣ ኣብ ድኻም ሓይልና ይኸውን። ይስብሓና ከኣ

ዓቕሞም ሒደት እዩ፣ መወዳእታኦም ከኣ ኣብ ኣፍ ደገ እዩ። እምበር ኣቱም ብጐይታና የሱስ ክርስቶስ ብልብኹም እትኣምኑ፣ ኣይትሸበሩ፣ ኣይትፍርሁ፣ ኣድላዪ ኣይኮነን። ደቂ ሓርነት ደቂ ዓዶም ንቕዱሳን ዓይኒ ዘይረኣየቶ እዝኒ ዘይሰምዓቶ ኣብ ሓሳባት ሰብ ዘይኣተወ ጎይታና የሱስ ዝበሎ ኣብ ቤት ኣቦይ ብዙሕ ማሕደር ኣዳልየ ኣለኹ ወይ እዳለወልኩም ኣለኹ ዝበለ ተዳልዩልኩም ኣሎ ንሱ ጥራይ ኣይኮነን እታ ትመጽእ ዘላ መንግስቲ መንግስቲ ዘለኣለም መንግስቲ ጽድቅን ቅድስናን ናታትኩም እያ እሞ በርትዑ ደኣ እወ ድያብሎስ ብመስጎግቲ ክጸቕጠና እዩ። ኣሕዋትና ገለ ድሮ ቀቲሉልና ኣሎ፣ ብኡ ክጸቕጠና እዩ። ብከምዚ ዝኣመሰለ ማዕበል ክንሓልፍ ከሎና ከዓ መሰስ ኣቢሉ ኣብ ልዕሊ ኩሉ ዝጽልምተናን ዘሸግረናን ኣብ ርእሱ ኮፍ ዘብለና ጎይታና የሱስ እዩ። ሕጂ ኣይንጽቀጥ ጽባሕ ኣይንጽቀጥ ንዘለኣለም ኣይንጽቀጥ ጽሑፍ እዩ ትማልን ሎምን ንዘለኣለምን የሱስ ክርስቶስ ንሱ እዩ ዝልውጦ የልቦን ማለት እዩ ወይ ኩነታት ወይ መንግስታት ክልውጥዎ ይኽእሉን እዮም ዓቕሚ የብሎምን እዩ ምፈተው ዓቕሚ ተዝህልዎም ምፈተው ታሪኻት እነንብቦ ፅሑፋት እነንብቦ በብዓይነት ኣሎ ካረል ማርክስ ነዚ ፊላሶፊ ናይ ኮሚኒዝም መሰምፀይ እንታይ ኢሎም ኢንተርቪው ግቢረሞ ሓቲተሞ ሕቶን መልስን እዚ ፍልስፍና እዚ ካብ ምምፃእካስ ዕላማኻ እንታይ እዩ ኢሎም ቀዳማይ ንየሱስ ክርስቶስ ካብ ዝፋኑ ከውርዶ፣ ካልኣይ ሃይማኖት ዝበሃል ካብ ገጽ ምድሪ ክምንቁስ፣ ንክልቲኤን ኬስለጠን ክቦ ኮይኑ ንዘለኣለሙ ከይዱ ኣሎ። ኣበይ ከም ዘሎ ከዓ ተረዲእና ኣሎና። እወ ክንድዚ ዝኣክል ነውርን ክንድዚ ዝኣክል መጠላልፎን ጽልእን ኣብ ኣምላኽ ኣብ ልዕሊ ኣምላኽ ጌርካስ ናብ ቤቱ ክትኣቱ ጻድቕ ፈራዲ እንድዩ ንሱ እምበኣር ንጠንቀቕ ወይላ ዓለም ወይልኦም መራሕታ ኣንጻር የሱስ ክርስቶስ ዓጢቖም ለይትን መዓልትን ዝበኣስዎ ዘለዉ። እንተኾነ ግን ንእኡ ከራኽብሉ ስለ ዘይከኣሉ ሕርቃን ዘለዎም ኣንጻር የሱስ ክርስቶስ ኣባና ኣመንቱ የውርድዎ። ምስ እዚ ኩሉ ዓወት ናትና እምበር ናቶም ከም ዘይኮነ ግምት የብሎምን። እንታይ ኢሉ ዳዊት ጸልዩ? ወኣምላኽ ንረሲእ ሃቐና ልቡ ክፍጸም ኣይትግደፎ። ረሲእዎ እቲ ኣምላኹ ዝረስዐ ኩሎም ኤቲየስትስ ኣምላኽ የልዎም ዝብሉ ኣምላኽም ዝረስዑ እዮም። ውሽጢ ናይ ውሻጢ ሕልንኦም ግና ኣየዕረፉን። ብርግጽ ከኣ ንሶም የሎን ስለ ዝበልዎ የሎን ማለት ኣይኮነን። ጎይታና የሱስ ተዛሪቡ ኣሎ፣ ልክዕኩም ኣትከውን እያ፣ ስልጣን ፍርዲ ንወዲ ተዋሂቡ እዩ። ንምዉታትን ንህያዋንን ክፈርድ እዩ ጎይታና የሱስ። ስለዚ ኣመንቲ ብዝበጽሓኩም ጽቕጠት ልብኹም ኣይጥፋእኩም። ኣይትሸበሩ እቲ ልብኹም ኣይሸበር ብኣይ እመኑ ብኣምላኽ እመኑ ብኣይ እውን እመኑ ዝበለ ጎይታና የሱስ እዚ ቃል እዚ እሙንን ሓቀኛን ቃል እዩ እሞ ከም ነፋሒቶ ኣብ ኮፍ ዝበሎ ሕብርታት ዝቕይር ኣይኮነን ሓንቲ እያ ሕብራ እምነትን ሓቅን እወ ስም ኣምላኽና ይባረኽ መን ከ ነዚ ኩሉ እወ ነዚ ኩሉ እዚ መን እዩ ክወዳድሮ ዝኽእል እምበኣር ኣስተውዕሉ ፀወተት እንታይ ኩሉ ዝበፅሓና ዘበለ ሓራ ዘውፅኣና ዝከላኸለልና ጎይታና የሱስ እዩ ዓመፀኛታት ዳኣ እንታይ ዘይገብሩ ሕልና እኳ ዘይብሎም እንግድዓ ሰብ ገዚኦም ውዕለቱ ኣይከፍሉን። ጽሑፍካ ከምኡ ዝብል ኣብዚ ኣምላኽ ዝዛረብ እንከሎ ሓደ ካብቲ ሓጢኣን ደቂ እስራኤል ሰብዓ ዓመት ኣብ ባርነት ዝጓሓፎም ንሱ እዩ። ስቕጠት ኣብዚሖምሉ ነቲ ህዝቢ ኣምላክ ከዓ መግረፍቲ ሂብዎም ዘይርስዕዎ እንደገና ትንቢት ኢሳይያስ ወነስተውዕል ትንቢት ኢሳይያስ ስሳን ሓደን ሰለስተ ጽን ኢልኩም ስምዑ እሞ ከመይ ገይሩ ጐይታ ካብ ጽቕጠት ከም ዝድሕን ኣብ ገዛእ ርእሱ ኣብ ኢድ ጎይታና የሱስ ክርስቶስ ከኣ ጸቕጠት ዝበሃል የልቦን ምኽንያቱ ጎይታ ጽድቂ እምበር ጎይታ ዓመጻ ኣይኮነን። ስሙ ሕጅን ንዘለኣለምን ይባረኽ። እሞ ኣጆኹም ኣጆኹም ትጽሑፍ ዝብሎም እሞ ረኣይዎ ትንቢት ኢሳያስ ስሳን ሓደን ሳልሳይ ጥቕሲ ኣእዋም ጽድቂ ንኽብሩ ዚኸውን ተኽሊ እግዚኣብሔር ተብሂሎም ምእንቲ ኺስመዩ ድማ ንሕዙናት ጽዮን ኣብ ክንዲ ሓምኹሽቲ ዘውዲ ኺደፍኣሎም ኣብ ክንዲ ሓዘን ከኣ ዘይተሓጎስ ኣብ ክንዲ መንፈስ ጓሂ እውን ክዳን ምስጋና ክህቦም ለኣኸኒ። ዝዓተ ነቢይ እዩ ዝዛረብ ዘሎ፣ ዓብዪ ነቢይ፣ ካብ ኢሳያስ ዝዓቢ ጐይታና የሱስ ክርስቶስ ባዕሉ። እወ ነዚ ሓምኩሽቲ ውርደትና ናብ ሓጎስን ደስታን ዝልውጠልና፣ ሕስራና ናብ ክብረት ዝልውጠልና፣ ጻዕርን ሽጋርን ናብ ዕርፍቲ ዝልውጠልና፣ ምንዋጽ ኣእምሮን ነፍስን መንፈስን ልብን ናብ ዘይንገር ህድኣት ኣምላኽና ዚልውጠልና፣ ክብረት ሓጢኣት ሓሞች ትገብረና፣ ይምንቁሰና፣ እሱይ ክብረታ ሓጢኣት ውርደት እዩ። ሰናይ ኣብ ሓጢኣት ኣይርከብን እዩ። መከራና ድኣ ኣጽገበትና እወ ነቶም ንኡ ዝደልዩ ገና ካብ ጽቕጠት ሓጢኣትን ሳዕቤና ንዝኾነ ይኹን ክምለስ ዝደሊ ሓርነት ካብ ጽቕጠት ሓጢኣት ኣሎ ደሊ ዲኻ ክትምለስ ናብኡ ደሊ ዲኺ ሽዑ ናብራኹምን ታሪኽ ናይ ህይወትኩም ክቕየር ኣብ ክንድየይ ሓንካስ ባህሪ ጠዋይን ጎርባጥን ትኽ እንተበለ ከም ማዕጺድ ከም ጉራዴ ትኾኑ ትኽ ዝበለ ዘንግሓት ክትኾኑ ብጸጋ ኣምላኽና ብሓይሊ መንፈስ ቅዱስ እወ ኣብ ጎይታና የሱስ ክርስቶስ ጸቕጠት የልቦን ሃዋርያ ጳውሎስ ባርያ የሱስ ክርስቶስ ክብል ከለዉ እዚ ማለት እዩ ናይ ፍቕሪ ባርያ ኣብ ክርስቶስ ጭከና የልቦን ዘይንፈልጦ እባ ንረክብ ዘይንፈልጦ ዕረፍቲ ዘይንፈልጦ ዕረፍቲ ሕልና፣ ዕረፍቲ ናይ ኣእምሮ፣ ዕረፍቲ ናይ ነፍሲ፣ ዕረፍቲ ናይ መንፈስ፣ ተነጊሩን ተርእዩን ዘይፈልጥ ቅሳነት ሕልናና ሓንሳእ ንእደና ሓንሳእ ከሰና ኣይኮነን ምስ የሱስ ክርስቶስ ብደም ገንሸል እተሓፅበ ሕልና እዩ። እምበኣር ስምዑ፣ እቲ ሓደ ዝበሎ እዩ፣ እቲ ዝበለጸ መተርኣስ ኣብ ድቃስ ለይቲ ሕልና እዩ። ሕልናኻ ምስ ዓረፈ ብጎይታና የሱስ ክርስቶስ ለጥ ኢልካ ሰላማዊ ለይቲ ትሓድር። ጾር እንተኸበደ ብለይቲ ኸኣ እንታይ ዲና ክንብል ጸኒሕና? ዘንበዓና ነገር ይመጽእ እንድዩ። መዓልቲ ከይኣተወት ኮላ ግና ንንብዓትና ናብ ሓጎስ ዘይንገር ናብ መዝሙር ምስጋና ይልውጦ። ኣብ የሱስ ክርስቶስ ጸቕጠት ዝበሃል የልቦን። እምበኣር ነስተውዕል። እዚ ዘገርም ዝኾነ ግብሪ ኣምላኽና መሰየናይ ክንልውጦ ኢና? እንታይ ውሬታ ክንመልሰሉ ኢና? ኣቶም ኣሕዋትና ኣስተውዕሉሉ ንቃል ኣምላኽ እወ ኣስተውዕሉሉ ንኣብነት ቀዳመይቲ መልእኽቲ ጴጥሮስ እሞ ንርአይ ቀዳማይ ምዕራፍ ቀዳመይቲ መልእኽቲ ጴጥሮስ ይቕሬታ ራብዓይ ምዕራፍ ፈር ዓሰርተው ክልተን ዓሰርተው ሰለስተን ጽን ኢልና ንስማዕ። ኣቶም ፍቁራተይ በቲ ንምፍታን ዝረኽበኩም ዘለዉ ዋዒ ሓዊ እወ ሓዊ እንዲ ፈተና ጽቕጠት ኣለዎ ክምንቁሰና ኢልኮይ ዝመጽእ ግና ጸጋ ኣለዎ ሓደ ሓዲሽ ነገር ከም ዝበጽሓኩም ኮንኩም ኣይትገረሙ። እንታይ ዝብል ዘሎ ሓደረ መከራ ሓዊ ዝኾነ ፈተና እንተበጽሓኩም ስለ ክርስቶስ የሱስ ሓድሽ ነገር ኣይኮነን እሞ በዚ ኣይትደነው ሓቁ ኣሎ ባሮት ኣምላኽ ኩሉ ሳዕ ዓለም ምስ ገፍዓቶም እዩ ምኽንያቱ ካብኣ ኣይኮኑን ነቶም ናታ ድኣ ትፈትዎም እንድያ ነቶም መገዳ ዘይፈትዉ ግና ከተጥፍኦም እያ ትጽዕር እንታይ ከይሉ መልሹ ብምግላጽ ግርማኡ ድማ ክትሕጎሱን ባክትብሉን ኢኹም እሞ ኣብቲ ስቓይ ክርስቶስ ሕቡራት ካብ እትኾኑስ ተሓጎሱ ድኣ ስለ ክርስቶስ ስቅያት ክብረትኩም ኢዩ ዝብል ዘሎ ሓቂ ኢዩ ተጸቂጥና ማለት ኣይኮነን ሓደ ነገር ድሮ ፈሊጥና ኣለና ኣብ የሱስ ክርስቶስ ጽቕጠት ከም ዘየልቦ ሚእቲ ካብ ሚእቲ ሓርነት ከም ዘሎና ኣብ መንጎናን ኣብ መንጎኡን ዝፈልየና ነገር የልቦን ካብኡ ክፈልየና ኢሉ ዝመጽእ ፈተናታትን ጻዕርን መከራን መስጎግትን ሽጋርን ግና ፈሊጥናዮ ኣሎና ተረዲእና ኣሎ ካብ ኢቲ እዚ ኩሉ ሓራ ኣውፅኡ ኣብ ትሕቲ ፅላል ኣኽናፉ ዝእርንበና ድማ ኣሎና ስም ጎይታና የሱስ ይባረኽ ሕጅን ንዘለዓለምን እወ እወ እዚ ኣነስተውዕል እደሊ ከዓ እንደገና ካብቲ ፅሑፍ ዝብለና ነገር ኣለዎ ብሽጋርና ከዓ ንልብና ዘህድኦን ዘፀናንዖን ቃል ኣምላኽና ምዃኑ ነስተውዕል። ሃዋርያ ጳውሎስ ኣብ ቀዳመይቲ መልእኽቲ ናብ ሰብ ቆሮንቶስ ቀዳማይ ምዕራፍ ሳልሳይን ራብዓይን ፍቕዲ ዝብሎ ኣስተውዕሉ። ኣምላኽ ኣቦ ጐይታና የሱስ ክርስቶስ ኣቦ ምሕረትን ኣምላኽ ኩሉ ምጽንናዕ ይባረኽ። እወ መከራ ምስ ከበደና ውርደት ምስ በዝሐ ዘጻናንዓና ኣሎና ኣጆዃ ዝብል ኣሎና። በቲ ንርእስና ካብ ኣምላኽ እንጻናንዓሉ ምጽንናዕ ነቶም ኣብ ጸበባ ዘለዉ ዘበሉ ኩላቶም ከነጻናንዕ ምእንቲ ኺከኣለናስ ብጸበባ ዘበለ ዜጸናንዓና ንሱ እዩ። ልክዕ ንሱ ንኣና ስለ ዘጸናንዓና፣ ነቶም ካልኦት ኣሕዋትና ጸቕጥት፣ ሽግርን፣ መከራን፣ ሕስራንን ዝጓነፎም ዘበለ ደሓን ክኾነሎም ኢልና ነጸናንዖም። እንደገና እዚ ነስተውዕል። መልእኽቲ ጳውሎስ ናብ ሰብ ሮሜ እወ ሳምናይ ምዕራፍ እዚ ከነንብብ ኢና ካብ ሰላሳን ሸውዓተን ፍቕዲ ክሳብ ሰላሳን ትሽዓተን ፀቕጠት ረኣይዎ ዝመፅእ ካብ ዓለም ግነፅ እዚ ከም ዝኣመሰለ ምጥቋስ ፀቕጠት ብጸጋ የሱስ ክርስቶስ ዓቕሚ ከም ዘይብሉ ጳውሎስ ብዅርዓት ዘይኰነስ ብጸጋ ኣምላኽ ክፍክር ከሎ ረኣይዎ። ካብቲ ኣብ ክርስቶስ ዘላ ፍቕሪ እንታይ ክፈልየና ይኽእል? ሞት ኰነ ወይ ህይወት፣ መላእኽቲ ዀኑ ወይ ገዛእቲ፣ ዘሎ ዀነ ወይ ዝመጽእ ስልጣናት፣ ሓይልታትን ልዕል ዝበለ ዀነ ልጥቕ ዝበለ ኮነ ወይ ትሕት ዝበለ ካልእ ፍጥረት እውን እንተ ኾነ ካብታ ኣብ ክርስቶስ የሱስ ጐይታና ዘላ ፍቕሪ ኣምላኽና ከቶ ክፈልየና ከም ዘይኮነሉ ኣርጊጸ ኣለኹ። ኣየ ትብዓት ኣየ ቅዱስ ፈኸራ እወ ንሕና እውን ከም ኣመንቲ ክንፍክር እኮ ንኽእል ኢና እሞ ሓጢኣት ከኣ ኣይኮነናን ብድሆ ብድሆ ብድሆ የሱስ ክርስቶስ ቅልጽመይ እንሆ ልክዕ ብስሙ ኢና ንኹሉ ንኽእሎ ካብ ስሙ ክፈልዩና ኢሎም ዘይገብርዎ ጽቕጠት የልቦን እቲ ስቓይ ብመውቃዕቲ መዓለማ ኣርሲንካ ንኣመንቲ ምትኳስ ብጥሜት ምሕራር እዚ ኹሉ ጽቕጠት ዝገብሩልና ምእንቲ ኣብ ክርስቶስ የሱስ ዘላ እምነት በኒና ክትጠፍእ እዩ። እንተኾነ ግን እቲ ጳውሎስ ዝበሎ ንሱ ምስክርና በቲ ሓይሊ ዝህበኒ ክርስቶስ ንኹሉ ክእሎ እወ ንኹሉ ንኽእሎ እግዚኣብሔር ኣብዚሑ ይባርኽኩም። በዚ ጽሑፍ ወእግዚኣብሔር ኣምላኽና ንመሃሮ ዝጸናሕና ብምሉእ ልብና ነመስግነካ እወ ትሕተት ብኩሉ ኣለና ስምካ ምእንቲ ኣብ ምድሪ ከይንምስክር ኢሎም ድማ ክንደይ ዘይጸዓሩ ምእንቲ ከጥፍኡና ንዓኻ ስለ ዘየረኻኽቡልካ ከኣ ሕርቃኖም ጽልኦም ምሳኻ ዘለዎም ኣብ ልዕሌና የውርድዎ እንተኾነ ግን ይቕረ በለሎም ይቕረ በለሎም ነቲ ዕዉር ዓይኖም ክፈቶሞ ጥፍኣቶም ርእዮም ናባኻ ክምለሱ ከምኡ ኢሎም ክኸዱ ኣይትግደፎም ምኽንያቱ ዲያብሎስ ከጥፍኦም እምበር ከልምዖም ኣይደልን እዩ ስለዚ ይቕረ በለሎም ንኹሎም ጸላእትና ይቕረ በለሎም ንኹሎም ጸላእትኻ ናብ ልቦም ምለሶም ነቶም ኣሚኖምኻ ምሳኻ ዝመላለሱ ከኣ ኣባኻ ጽቕጠት የልቦን እሞ ከም ንስሪ እናተሓደሱ ደኣ ርእሶም ከልዕሉ ብእምነት ኣዒንቶም ናብቲ ጀማር እምነትናን ደምዳሚኣን ዝኾነ ክርስቶስ የሱስ ክጥምቱ ውጹዓት ሓራ ኮይኖም ድማ ክሳዕ ሞት ዳታ እምነት ጎይታና የሱስ ክርስቶስ ክሕልዉ ብስም ጎይታና የሱስ ኣሜን።